ሰላም ሰላም ፍትዋትን ክቡራትን ተኸታተልቲ ከመይ ጽንሑታ ኣብ ዘለኹሞ ሰላም እናተመነኹ ኣብና ሎማዕቲ መደብና ናዝዕልት ዝኣነጋጋሪ ዝበል ናይ መደባት ኣለዉ ንሕጂ ትግራይ ዳግማይ ናብ ዕፅዋን ክባን ንኸይትኣቱ ኤርትራ ዘድሊ ደገፍ ከም እትገብረላ ነጊረ ነይረ
ናብ ትግራይ ጽቡቕ ንፋስ ይነፍስ ኣሎ ካብ ኣስመራ ካብ ኤርትራ ሃገረ ኤርትራ
ወጢጥና ናብ ኣሜሪካን ናብ ትራምፕን ጥራይ ክንጥምት የብልናን። ኣወል ማለት ወላ ውዑይ ይኹን ብጣዕሚ ኣስተውዓሊ እዩ፣ ኣንባቢ እዩ፣ ኣዋቂ እዩ፣ ራእሳኒ እዩ።
ኢትዮጵያ ኣፍደገ ባህሪ እንተዘይህልዩዋ ክትዓብን ክትልወጥን ኣይትኽእልን እያ። ኩሉ ግዜ ን ቻናል እዚ ሓድሽ ዝኮንኩም ሰብስክራይብ ላይክ ምግባር ኣይትረስዑ ን ቀንዲ ቀንዲ ዝርዝራት እውን ክወስደኩም ሰናይ ምክትታል።
ምሕጂ ትግራይ ዳግማይ ናብ ዕጽዋን ክባን ንኸይትኣቱ ኤርትራ ዘድሊ ደገፍ ከም እትገብረላ ነጊረ ነይረ። እዚ ሕጂ ትርእይዎ ዘለኹም ኩነታት እምበኣር ነዚ ዘረጋግጽ እዩ። ቅድሚ ሕጂ እውን ተጋሩ ንገለ ሰባት ክጥንቀቑሎም ሓቢረ ነይረ። እዝን ካልእን ጭቡጥ ሓበሬታት እዚ ክህብ እንከለኹ ብድሕረይ እንታይ ዓይነት ዓቕሚ ከም ዘሎ ንጽሪሩ ክረኣየኩም ግድን እዩ። ነዚ ኤርትራዊ ሓይሊ እዚ ሒዘ ዘይተመካሕኹ እንታይ ሒዘ ክምካሕ ብሰራዊተይ ብመንግስተይ ብህዝበይን እዕበን ፈረቓን ምሰዛብእ ኣብ ዝገጥመሉ እዋን ነቲ ናይ ኣናብስ ዝኾነ ዓቕሚ ህዝበይን መንግስተይን ሒዘ ብድምጺ እምበሳ እጓዝምን ፈረቓን ኣብዛ ዓለም ነዳዲኣ ፕሮፖጋንዳን ዘረባን ኮይኑሉ ዘሎ እዋን ሓቂ ሒዝና ናብ ኩሉ ናይ ጸላእትና ፈኸራታት ግልባጥ ምዃንና ኸነርኢ ኣለና ፈረቓን ከምዚ ክንገብር ዘለናዮ ናይ ገድሊ ኩነታት የገድደና እዩ። ሕጅን ክሳብ ምሉእ ሰላም ዝኾነልናን ሓያል ጻዕሪ ዘድልዮ ገድሊ እዩ ዝጽበየና ዘሎ። ዞባ ምሉእ ከነድሕን ተሓቲትና ኣለና፣ ብኸምኡ ከኣ ክንንቀሳቐስ ኢና። መገድና ድማ ሓፋሽ ይንቃሕ፣ ይወደብ፣ ይዕጠቕ ዝብል እዩ። ዓው ኢሉ እዩ ዝዛረብ ሕዚ እና ከመይ ረባሽ ዶ ነይሮም ኣወል ቀደም እውን ከምኡ ዶ ነይሩ? ኣወል ማለት ወላ ውዑይ ይኹን ብጣዕሚ ኣስተውዓሊ እዩ ኣስተውዓሊ እዩ ኣንባቢ እዩ ኣዋቂ እዩ ራእሳን እዩ ራእሳን ክብለኪ ከለኹ ፀርፊ ከይመስለኪ ብሬኑ ፋስቲ ኣወል ስዒድ ማለት ደራሲ እዩ ገጣሚ እዩ ርእሱ እውን ምሁር እዩ ካልኣይ ከዓ ኣብ ስዒድ ማለት ተንደላቂቁ ዝዓበየ ወዲ ሃፍታም ወዲ ኮይሶም እንዳ ጥልፊ እዩ ወዲ ሃፍታም ነይሩ ወዲ ሃፍታም እዩ ኣወል ስዒድ ወዲ ሃፍታም እዩ ወድካ ኣይኮነን ኣወል ስዒድ ንማንም ከቀባጥር ንማንም ከብል ኢሉ ዝኣተዎ ከይመስለካ ኣወል ስዒድ ዝሰኣኖ ነገር የብሉ ክፍጠር ከሎ ወዲ ሃፍታም እዩ ወዲ ኮይሶም እንዳ ጥልፊ እዩ ደረጁን ክስታይን ኣተዓባቢኡን ብቁንጠት ዝዓበየ
ላብሬሪ ኣትዩ ምስ ማንም ከይተጨናንቐ መፅሓፍ ገዚኡ ኣብ ገዝኡ ከንብብ ዝኽእል ካብ ጥዑያት ቤተሰብ ተፈጠረ ጥዑይ ኣእምሮ ዘለዎ ያው ዝሄድ ማለት ካልኣይ ከዓ ለዋህ ካብኡ ዝሄድ ለዋህ
ምሕሳብ ፅቡቅ ኣይኮነን ኣብ ንእሸይ ኣብ ንእሸይ ዕድመይ ማለት እዩ ተምሃራይ ኮይነ ዳጥልፊ እዩ ዘለዎ ነፀላ ነደይ ዝኸደነ ኣብኡ ዝሄድ ናይ ኣዴኻ ነፀላ ምኽዳን ደስ ይብለካ እዩ ኣነ ኣብ ሂወተይ ዘሐጉሰኒ ነደይ ፅቡቅ ነገር ምግባር ኣላ ኣደ እያ ወላዲት እያ ኣላ ብዙሕ እኳ ዝገብረላ ኣይኮንኩን ምስ ተዓብን ምስ ዘየለ ወላ ክልተ ኪሎ ሰለስተ ኪሎ ኮሚደረ ሽጉርቲ ሒዘላ ተኸይደ ብርከይ ትስዕመኒ ብርኽ ትድላትኒ ካብ ስመራ ሕጂ ከይደ የምፅያ ኣብ እርጋና ዲያም ደስ ከይበላ ብዙሕ ኣለኹ ወላዲት እያ ካብ መታዓቢታ ገለ እንተላሊ የምፅያ ነታ ዝፈትዋ ኣደይ ነፀላ ዝኸዳ ዝኸደና ኣብ ወሰይ ዓቕሚ ስለ ዘለኹ ካልኣይ ከዓ ወንስዔድ ማለት ኣንባቢ እዩ ተፈላጢ ናይ ሰላም ኣምባሳደር እዩ ካልኦት ሰዓት እዚ ካብ ኩሉ
ወጢጥና ናብ ኣሜሪካን ናብ ትራምፕን ጥራይ ክንጥምት የብልናን መኣዝና ከስሕተና ስለ ዝኽእል ከነጋንን ንሱ ቀጻሊ ምስ ሚድያ ዘሎ ኣጻጽማ ኣጻጽማሚ ዝኾነ ኣቀራርባታት ንሕሳባትካ ክትገብር ምእንቲ፣ ነቲ ካልእ ጎንታት፣ ነቲ ካልእ ዳይመንሽንስ ብግቡእ ክትሪኦ ስለ ዘለካ፣ ናብኡ ጥራይ ከየጋነና ነቶም ካልኦት ሓደ ብሓደ ክንሪኦም ክንክእል ኣለና። እታ ኣቐዲመ ዘምጸኹዋ ብዘይካ ኣመሪካ እተን ካልኦት ሓያላት ኢና ወይ ሓያላን ዝበሃላ ጎብለላት ዝበሃላ እንታይ ክገብራ ክእላ? እንታይ ከምጻ ክእላ? ዞባውያን ዝበሃላ ጎብለላት እንተልየን ከኣ፣ እንታይ እንታይ ዝጸወትኦ ጸወት ጻወትኦ ኣብ ዞባና ብፍላይ እናቐረብና እናቐረብና መጺና እዚኤን ሰለስተ ዓመታት ናይ ትራምፕ ተሪፈን ዘለዋ ናበይ ገጸን ከምርሓ እየን ቀሰ ኢልና ክንሪኤን ኢና ምስታ ካልኣይቲ ሕቶ ናይ ኣሜሪካን ናህና ዲፕሎማሲ ናብ ኣሜሪካን እውን ንዛረበላ ንኽእል ኢና ግን ብዞባና ብዕምቆት ብደገ ኮይንና ናይ ኣሜሪካ ኣተሓሳስባ፣ ናይ ማጋ ኣካያይዳ እንታይ እንታይ ክመስል ይኽእል ኢልና ንግምቶም ሲናርዮታት ነዚ ዞባና ንሪኦ ኣለና እሞ ንዕኡ ከም መስትያት ወሲድና ናብ ፖሊሲታት ናይዚ ዞባ እዚ ንምርኣይ ክሕግዘና ምእንቲ ንብሎ እዩ ግን እዚ ንበይኑ ክውጥጠና የብሉን ዓሰርተ ግዜ ስለደጋገም ዘሎ ድራማቲክ ዝኾነ ኣቀራርባታት ከኣ ይግበረሉ ስለዘሎ ስሕበት ስለዝፈጥር ንቅኑዕ ወይ ወድዓዊ ኣናብባ ኣይሕግዝን እዩ ስለዚ ወድዓዊ ኣናብባ ከተንብብ ከተትህሉ እንድሕር ኮይኑ ህድእ ኢልካ ነዚ ኣደናቒ ወይ ድማ ኣዝዩ ድራማቲክ ዝኾነ ኣቀራርባታት ንዕኡ ጎሲኻዮ መገድኻ ሒዝካ ክትከይድ ስለ ዘለካ እዚ ናይ ዓለም ኩነታት ናይ ዓለም ኩነታት ከምዚ ኢላ ኣሜሪካ ከምዚ ጌራ ቺና ከምዚ ጌራ ሩስያ ከምዚ ጌራ ኤሮጳ ከምዚ ትገብር ኣላ ሓደ ከምዚ ይገብር ኣላ ዝብሃል ኣብ ቦትኡ ኣብ ምቛኑ ተሓዝናያ ጥራይ ጽቡቕ እዩ ምኽንያቱ ዕዮ ገዛና ክንገብር ምእንቲ ናይ ውሽጥና ናይ ዘቤታዊ ኩነታትና ናይ ከባቢና ኩነታት ዝያዳ ተተኮርና ዝበለጸ እዩ እቲ ዓበይቲ ዓበይቲ ዓለማዊ ኩነታት ኣይጸልወናን እዩ ንዒቕናዮ ንኺድ ዘይኮነ ንዕኡ ቦትኡ ኣጻኒዕና ናብ ዘለና ጉዳይ ክንከይድ ሰላም ሰላም ከመይ እኒኩም ዳሕና ዲኩም ኣነ እግዚኣብሔር ይመስገን ደሓን እየ። ያው ናብ ትግራይ ጽቡቕ ንፋስ ይነፍስ ኣሎ ካብ ኣስመራ ካብ ኤርትራ ሃገረ ኤርትራ ናብ ትግራይ ጽቡቕ ንፋስ ጽቡቕ ወረታት ይስማዕ ኣሎ። ትግራይ ዓድና ካልኣይ ጎይታ እውን ኣይብድላን መጀመርያ ተበዲልና እንዲና ሕዚ ንብደልን ጎይታ እውን ክኽሕሰና እዩ ናይቱ ናይ መጀመርያ ዝተበደልናዮ ጽቡቕ ንፋሳት ጽቡቕ ወረታት ይስማዕ ኣሎ እሞ ያው ልህዝቢ ትግራይ ቅኑዕ ቅኑዕ ይብፃሕዮ ጽቡቕ ጽቡቕ ይብፃሕዮ ይኣኽሎ ትበደል ቅድሚ ሕዚ ዝተበደሎ ብመንግስቲ ኢትዮጵያ ይኣኽሎ ሕዚ ግን ፅቡቕ ወረታት ኢሉ ስማዕ ኣሎ እሞ ጸሎት ወለድና ግዲ ተሰሚዑስ ፅቡቕ ፅቡቕ ነገር እኒኦ ትሪእዎ ኣለኹም ኣብቲ ማሕበራዊ ሚድያ ኣነ እውን
ስምዓካ ዓሻ ልቢ ኢሎም ሻምቡእ ዝዓደልዎ ኣብዚ መጺኻ እንብዓል ንስኻትኩም ጎስጊስኩም ድኹም መንእሰይ ትግራይ ክተጋድሉ እንብዓል ንስኹም ጎስጊስኩም ድኹም ህዝቢ ትግራይ ክተእምኑ ብዝኾነ ጽሑፍ እውን ፖሲቱ ነይሩ ወደብ ዓሰብሲ መንግስቲ ኤርትራስ ንትግራይ ሂብዋ ምናምን ኢሉ ፖሲቱ ነይሩ በቃታ ተደምረና ሊሉ ምስ ኣብይ ኣሕመድ ዝገበርዋ ተደምረና ሊሉ ዓሰብ ክበካ እየ ኢሉ ኢሳያስ ኣፈወርቂ ባነር ኣስሪሑ ካብ ሕጂ ንድሓር ኢትዮጵያን ኤርትራን ክልተ ሃገር እየን ዝብል እንተልዩ እቲ ሓቂ ዘይፈልጦ እዩ ንስኻ እኻ መራሒና ወደብ ዓሰብ ሂበካ ኣለኹ እናበለ እናዘለሉ ህዝቢ ዘወደኦ ህዝቢ ትግራይ ዘፅነቱ ሕጂ እውን እዚኦም ተፀሚዶም ናብ ኩናት ዝጉስጉሱ ዘሎ ምዃኖም ርእይዎ ስምዐ ተዓሻ ህዝቢ ትግራይ ህርፋን ወደብ ኣልዎ ይፈልጥን ህዝቢ ትግራይ በየናይ ወደብ ይናበር ነይሩ ክሻብ ሕጂኸ ኤርትራዊ ዘይተጠቐመሉ ወደብ ሲ ፅድቀሎ ሰሚዑ ኢሳያስ ኣፈወርቂ ንዓኻ ወደብ ክበካ ትፅበሉኻ ኣተዓሻ ኤርትራዊ ዓዱ ሓዲጉ ዜግነት ለሚኑ ኣብ ስደት ዓዱ ሕዲጉ ዕቑብ ሓቲቱ እናነበረ ምስ ክልተ ወደቡ ምስ ኩሉ መዓድኑሲ ንስኻ ወደብ ዓሰብ ክትውንን ኢልካ ኣብዚ መፂኻ ትብለና ኣለኻ ነዊሕ እስያ ወይ እውን ይሓፅሮ ወይ ስረ ዝሓፅሮ ዝበሃል እስከመኻ ዝበለ እዩ ተዓሻ ስምዑ እንደቱም መራዕ ብሓይሊ መራሕቲ ኢና ትብሉ ማለት እዩ መራሕቲ ኢና በሃልተፍቲ ትግራይ ዘለኹም መራሕቲ የብልናን ግን መራሕቲ ኢና በሃልቲ ማለት እዩ ናይ ብሓቂ ምሁር ትግራይ ስኢንኩም ድኹም እዞም ዓያሹ እዚኦም ኣምፂኹም ኣብዚ ውሕውሕ ተብሉልና ዘለኹም ኣነስ ወደይ ኣነስ ሳብስክራይብ ኣይኮነን ፈለወይ እውን ኣይኮነን ስለ ዝፀለኽዎም ጉዲኦም ሲ ኣብቲ ቅድመይ ተገቲሮም ይፀንሑ ደመ የፍልሑለይ ገፆም ትከወል ስለዚ እዚ ይጉስጉሰ ኣለዉ ቃ ንህዝቢ ትግራይ ንክእምንስ በቃ ፅቡቅ ንፋስ ብመንግስቲ ኤርትራ ብመንግስቲ ኢትዮጵያ ዝተበደለ መንግስቲ ኤርትራ ከይበደለካ ማእለያ በደል ዘለዎ ኣበይ ድዩ ዘሎ ንብረትካ ህዝብኻ መን ድዩ ፅኒቱ ኣብዪ ኣሕመድ ቆልዓ እዩ ኢሳያስ እኮ እዚ ኩሉ ሸርጒኑ እዚ ኩሉ ምዒዱ እዚ ኩሉ መኺሩ ናብ ዘይንወጾ ዓዘቕቲ ኣእትዩና ዘሎ ኢሳያስ እዩ ንኣብይ ኣሕመድ ዝመኸሮ ኣብይ ኣይኮነን ንኢሳያስ መኺርዎ ኣታ ዓሻ ንጹምሪ ክትብል ሕዚ ህዝብኻ ክሒልካ መንእሰይ መንግስቲ ኤርትራ ከይበደለና ንህዝቢ ትግራይ ይበደሎን ኣበይ ኣለኹም ኣቱም ኣኽላባት ሕጂ እኮ ኣነ ከምዚ ክብል ከለኹ ውሕ ውሕ ውሕ ውሕ ክትብሉ ኢኹም ከም ከልቢ ኣይትሓትወን ንኡ ግን ትብዓት ወኒንኩም ንኡ ኣይትሓትወን ከምቲ ቅድሚ ሕጂ ዝተበደለ መንግስቲ ብመንግስቲ ኢትዮጵያ ትብል ከምቲ ሕጂ ዝተበደለ ከምቲ ናይ ቅድሚ ሕጂ ብሸውዓተ ሃገረት ገይሮም ዘበደሉና ዘብ- ዝተበደልናዮ ክልተ ሸፋቱ እ? ዲክታተር ኢሳያስ ኣፈወርቅና እ፣ እ፣ ኢሳ- እቱ ዕቡድ ከልቢ ኣብይ ኣሕመድ ሸውዓተ ሃገራት ገይሮም ዘቆጥቆጡና ናቱ ካሕ ሰግዲ ክፈጥረልና ኢሉ ሲ ፅቡቅ ንፋስ ይነፍሶ ኣሎ ዋላ ዘይትብል ንሓሶት ክጥዕመልካ ብመንግስቲ ኢትዮጵያ ጥራሕ ዶ ተበዲሉ ህዝቢ ትግራይ እዚ እቲ ተሓታትነት ዘይብሉ ተበዲልኩም እናሃለኹም ንሻዕብያ ንኸተቀባጥሩ በደል ሸፊንኩም በቃ በቃ ንኣኻ ንስኻ ንኣኻ ዝመስል የለን ትብሉ ወለኹም ንኢሳያስ ኣፈወርቂ ሲ ስለ ህዝብኹም ትሓስቡ ዶ ስለ ገንዘብኩም ኩም ትሓስቡ ኣተዓሻ ልቢ ኢሎም ኩሊት ዝዓደልዎ መንእሰይ ትግራዋይ ዳኣ ብዙይ ይዕሸወልካ ንምሓራ ይኮነን ትግራዋይ ብዓሰብ ዝዕሸወልካ ወደብ ዓሰብ ተመንዩ ኣይፈልጥን ትግራዋይ። ብልኣላውነት ኤርትራ ዝኣምን ህዝቢ ኤርትራ ሓው ብምዃኑ ዝኣምን እምበይ ንባሕሪ ተመንዩ ኣይፈልጥን እትራ ህዝቢ ትግራይ። ባሕሪ ከብድኻ ትውጻእ ዓሻ።
ኢትዮጵያ ካብ ባሕሪ ኤርትራ እንታይ ረቢሓ? ኢትዮጵያ ዓሰብ ተወኒና ቁጠባዊ ዕቤት ክትረክብ እያ ዝብል ፕሮፓጋንዳዊ መግለጺ መንግስቲ ኢትዮጵያ ምርኩስ ብምግባር ሓቀኛ ኩነታት ምስ ፕሮፓጋንዳ ክፋጠጥ እንከሎ ሓሶት እዩ ብምባል ጋዜጣ ሓዳስ ኤርትራ ሎሚ ንሕትመት ሒዛቶ ኣብ ዝወጸ ጽሑፍ ኣብሪሃ። እታ ጋዜጣ ኣብዚ እዋን እዚ ኣብ ዞባናን ኣብ ማሕበራዊ ሜዳታትን ዝጋዋሕ ዘሎ ኢትዮጵያ ኣፍደገ ባህሪ እንተዘይህልዩዋ ክትዓብን ክትልወጥን ኣይትኽእልን እያ ዝብል ዛንታ ፖለቲካዊ ፕሮፖጋንዳ ነቲ ሓቀኛ ታሪኻዊ ጭብጥታት ብምዕፋን ንህዝቢ ኣብ ዘይነበረ ናይ ሕልሚ ዓለም ንምእታው ዝግበር ዘሎ ፈተነ እዩ። ንሓደ ሃገር ወይ መንግስቲ ባሕሪ ጥራይ እዩ ውሕስነቱ፣ ሃብቲ፣ ራህዋን ህላወን ኢልካ ምእማን ካብቲ ኣብ ታሪኻዊ ድሕረ ባይታ ዘሎ ቁጠባውን ፖለቲካውን ሓቅታት ምውጻእ'ዩ ድሕሪ ምባል ምስዚ ዝተኣሳሰረ ሓቀኛ ታሪኻዊ ጭብጥታት ኣቕሪባ። እታ ጋዜጣ ካብ ድሕሪ ምፍራስ ፈደረሽን ኤርትራን ኢትዮጵያን ኣብ ሽሕን ትሽዓተ ሚእትን ስሳን ክልተን ክሳብ ውድቀት ስርዓት ደርግ ኣብ ሽሕን ትሽዓተ ሚእትን ቴስዓን ሓደን ኣብ ዝነበረ ናይ ሰላሳ ዓመታት ጊዜ ኢትዮጵያ ንመላእ ኣፍደገ ባሕሪ ኤርትራ ምጽዋዕን ዓሰብን ብዓመጽን ብሓይልን ሒዛቶ ከም ዝነበረት ብምጥቃስ ኣብዚ ምሉእ ብምሉእ ባሕሪ ሒዛትሉ ዝነበረት ናይ ሰለስተ ዓሰርተ ዓመታት ዘመን ኢትዮጵያ ከም ሃገር እንታይ ረቢሓ? ጠባዋ ብሉጽን ዘተኣማምን ኮይኑዶ ወይስ ብኣንጻሩ እቲ እዋን እቲ ኢትዮጵያ ኣብ ታሪኽ እቲ ዝኸፍኤ ናይ ዕዳ ዕንዲዳ ውሽጣዊ ውድቀትን ሰብኣዊ ህልቂትን ዝረኣየትሉ ጸልማት ዘመን እዩ ነይሩ ዝብል ሕቶታት ብምቕራብ እቲ ምስ ባሕርን ቁጠባዊ ምዕባለን ብምዝማድ ዝቐርብ ዘሎ ሃለውለዋት ብኸመይ ኣብ ቅድሚ ታሪኻዊ ሓቂ ከም ዝፈሽል ዝሕብር ሓበሬታ ኣቕሪባ። ጋዜጣ ሓዳስ ኤርትራ ታሪኻዊ ድሕረ ባይታ ከም ዘረድኦ ብምባል፣ ኢትዮጵያ ባሕሪ ዝረኸበትሉ ኩነት ብሰለማዊ ወይ ብሕጋዊ መንገዲ ዘይኮነስ ብዓመጽን ኣህግራዊ ሕግታት ብምግሃስን እዩ ነይሩ። ኣብ ሽሕን ትሽዓተ ሚእትን ሓምሳን ክልተን ብውሳነ ሕቡራት መንግስታት ዝቖመ ፈደረሽን ኤርትራን ኢትዮጵያን ብንጉስ ሃይለስላሰን ብምኽሪ ምዕራባውያን ሓይልታት ብፍላይ ኣሜሪካን ብሪጣንያን ብዓመጽ ዝተሃንደሰ እዩ። ምዕራባውያን ንናቶም ጂኦፖለቲካዊ ረብሓን ኣብ ቃኞ ስቴሽን ኣስመራ ንዝነበሮም ናይ ስለያ ወተሃደራዊ መደበር ክብሉ ንመሰል ርእሰ ውሳነ ህዝቢ ኤርትራ ብምግሃስ ንኢትዮጵያ ኣፍደገ ባሕሪ ኣረኪቦማ ኢላ። ቀጺላ ንጉስ ሃይለስላሴ ነቲ ባሕሪ ብዓመጽ ምስ ሓዞ ንህዝቢ ኢትዮጵያ ሕጂ ናብ ብርሃን ምዕባለን ሃብትን ክንሰግር ኢና ዝብል መብጽዓታት የቕርብ ነይሩ። እንተኾነ ግን እቲ ብዓመጽን ብዘይድልየት ህዝቢ ኤርትራን ዝተዋህበ ኣፍደገ ባሕሪ ንኢትዮጵያ ሰላምን ዕብየትን ኣየምጽኣላን። እቲ ዝዓብይ ናይ ሰላሳ ዓመት ብረታዊ ቃልስን ውድቅደትን'ዩ ኣስዒቡላ። ባሕሪ ምሓዝ ንባዕሉ ቁጠባዊ ረብሓ ዘይኮነስ ንሃገር ዝውሕጥ ናይ ናይ ውግእን ናይ ህልቂትን መመላእታ ኮይኑ ተፈሪዱዋ ብምባል ከኣ ኣብሪሃ። ጋዜጣ ሓዳስ ኤርትራ እቲ ኣብ ሽሕን ትሽዓተ ሚእትን ሰብዓን ሰለስተን ሽሕን ትሽዓተ ሚእትን ሰብዓን ኣርባዕተን ኣብ ኢትዮጵያ ብፍላይ ኣብ ወሎን ትግራይን ዝተኸስተ መሪር ናይ ጥሜት ድርቅን ሰብኣዊ ህልቂትን ብምጥቃስ ኣብቲ እዋን እቲ ኢትዮጵያ ክልተ ዓበይቲ ናይ ባሕሪ ወደባት ምጽዋዕን ዓሰብን ሙሉእ ብሙሉእ ኣብ ትሕቲ ቁፅፅራይ ነይረን፣ እንተኾነ ግን እቲ ህላወ ባሕሪ ንኣሻሓት ዝቑፀሩ ኢትዮጵያውያን ካብ ጥሜትን ሞትን ከድሕኖም ኣይከኣለን ኢላ። እታ ጋዜጣ ወሲኻ ንጉስ ሃይለስላሴ ነቲ ድርቂ ብምሕባእ ህዝቢ ኣብ ጥሜት እንከሎ ኣብ ኣዲስ ኣበባ ዓበይቲ ፌስታታት የካይድ ነይሩ። እቲ ባሕሪ ንምዕባለ ሃገር ዘይኮነስ ንንጉሳዊ ስርዓት እዩ ዘገልግል ነይሩ። ኣብ መወዳእታ እቲ ብሰንኪ ጥሜትን ብልሹው ምሕደራን ዝተላዕለ ናይ ህዝቢ ቁጠዐን ናይ ተምሃሮ ወተሃደራትን ምንቅስቓስ ንስርዓት ሃይለስላሴ ካብ ስልጣን ደርበዮ። እዚ ድማ ህላወ ባሕሪ ንባዕሉ ንሓደ ስርዓት ካብ ውድቀት ከም ዜድሕኖ፣ ንህዝቡን ካብ ጥሜትን ድኽነትን ከም ዘየሳግሮ ብግብሪ ዘረጋገጸ ታሪኻዊ ጭብጢ ክትብል ድማ ጠቒሳ። እታ ጋዜጣ ከም ካልኣይ ጭብጢ ድማ ስርዓት ደርግ መንግስቱ ሃይለማርያም ናብ ስልጣን ምስ መጸ እቲ ናይ ወጻኢ ደገፍ ካብ ምዕራባውያን ናብ ሶቬት ሕብረት ከም ዝተቐየረ ብምብራህ ደርግ ንኤርትራ ብሓይሊ ንምሓዝን ንባሕሪ ብቐጻልነት ንምቁጽጻርን ክብል ሚልዮናት ዶላራት ወተሃደራዊ ሓገዝ ካብ ሶቬት ሕብረት ተለቀሐ። እቲ ባሕሪ ንምሓዝ ዝግበር ዝነበረ ውግእ ንቁጠባ ኢትዮጵያ ሙሉእ ወተሃደራዊ መልክዕ ከምዝሕዝ ከምዝገበሮ ኣብሪሃ። ቀጺላ ካብ ሓምሳ ሚእታዊት ንላዕሊ ናይታ ሃገር ሃገራዊ ባጀት ንሰራዊት ንምዕዳግ ኣጽዋርን እዩ ዝውዕል ነይሩ ድሕሪ ምባል፣ ወደባት ምጽዋዕን ዓሰብን ንንግድን ልምዓትን ዘይኮነስ ወተሃደራዊ ንብረት ታንክታትን ሚሳይላትን ናብ ውሽጢ ሃገር ንምእታው ዘገልግሉ ወተሃደራዊ መደበራት እዮም ነይሮም ብምባል ገሊጻ። እታ ጋዜጣ ወሲኻ እቲ ካብ ባሕሪ ዝርከብ ዝበሃል ንኡስ ኣታዊ'ውን ቢልዮናት ዶላራት ንዝሓትት ናይ ውግእ ባጀት ክሽፍን ይኽእል ከምዘይነበረ ገሊጻ። ጋዜጣ ሓዳስ ኤርትራ ኣብ ሸን ትሽዓተ ሚእትን ሰማንያን ኣርባዕተን ሰማንያን ሓሙሽተን እውን ዳግማይ ኣብ ኢትዮጵያ ኣብ ታሪኽ ዓለም እቲ ዝኸፍኣ ኣብቲ እዋን እቲ ኣብ ማዕከናት ዜና ዓለም ብሰፊሑ ዝተዘርገሐ ናይ ጥሜትን ህልቂትን ከም ዘጋጠመ ብምግላጽ ኣብቲ እዋን እቲ ልዕሊ ሓደ ሚልዮን ህዝቢ ኢትዮጵያ ብጥሜት ሃሊቑ ኢላ። ቀጺላ ኣብቲ እዋን እቲ ኢትዮጵያ ባሕሪ ነይሩዋዶ? እወ፣ ምጽዋዕን ዓሰብን ኣብ ትሕቲ ቁጽጽር ደርግ ነይሮም፣ እንተኾነ ግን እቶም ወደባት ንምንታይ'ዮም ዘገልግሉ ነይሮም? ብወደባት ዓሰብን ምጽዋዕን ዝኣቱ ዝነበረ ኣጽዋር ውግእ እምበር ናይ ልምዓት መሳርሒታት ኣይነበረን። እቲ ስርዓት ንባሕር ተጠቂሙ ንህዝቡ ካብ ጥምየት ኣብ ክንዲ ዘድሕን ንውግእ ንምስፍሕፋሕ ጥራይ'ዩ ተጠቒሙሉ። እዚ ድማ ባሕሪ ወይ ወደብ ብምህላው ጥራይ ራህዋ ህዝብን ቁጠባዊ ምዕባለን ከም ዘይረጋገጽ የረድኣና ኢላ ጋዜጣ ሓዳስ ኤርትራ ቀጺላ ኢትዮጵያ ኣብቲ ባሕሪ ሒዛትሉ ዝነበረት ሰላሳ ዓመታት ካብ ሽሕን ትሽዓተ ሚእትን ስሳን ክልተን ክሳብ ሽሕን ትሽዓተ ሚእትን ተስዓን ሓደን ኣብ ዓለም ካብ ዘለዋ ኣዝየን ድኻታት ተመጽወቲ ሃገራት ሓንቲ እያ ነይራ። እቲ ካብ ባሕሪ ዝርከብ ዝበሃል ቁጠባ ረብሓ ነቲ ንኤርትራ ብዓመጽ ንምሓዝ ዝወጽእ ዝነበረ ናይ ውግእ ባጀት ዜሮ ነጥቢ ሓደ ሚእታዊት እኳ ክሽፍን ከም ዘይከኣሎ እዩ ዝግለጽ። ስርዓት ደርግ ካብ ሶቭየት ሕብረት ልዕሊ ዓሰርተ ሓደ ቢልዮን ዶላር ናይ ኣጽዋር ዕዳ ኣተወ። እዚ ዕዳ እዚ ንባሕሪ ብሓይሊ ኣጽኒዕካ ንምሓዝ እዩ ነይሩ። በዚ ድማ ትምህርቲ፣ ጥዕና፣ መሰረተ ልምዓት ኢትዮጵያ ኣብ ዝተሓተ ደረጃ ወዲቑ። ሰብኣዊ ሓይሊ ኢትዮጵያ ብፍላይ እቲ መንእሰይ ወለዶ ኣብ ዘይናትካ ባሕሪ ንምዕቃብ ዝተኻየደ ነዊሕ ኲናት ብኣማኢት ኣሽሓት ሃሊቑ። ክንዲ ዝኾነ እቲ ባሕሪ ንኢትዮጵያ ዝሃባ ፍረ እንተ ነይሩ ናይ ኣሽሓት ኣስከሬናት ናይ ቢልዮናት ዶላራት ዕዳን ጥራዩ ነይሩ ብምባል ኣብሪሃ። ጋዜጣ ሓዳስ ኤርትራ ኣብ መወዳእታ፣ ስርዓት ደርግ ነቲ ባሕሪ ክሕዞ ኣብ ዘይክእለሉ ደረጃ ምስ በጽሐ፣ ኣብ ምጽዋዕ ብ ሽሕን ትሽዓተ ሚእትን ቴስዓን ብዝተኻየደ ስርሒት ፈንቅል ካብ ገማግም ባሕሪ ምስ ተነቕለ፣ ነቲ ወደብ ምጽዋዕን ዓበይቲ መኽዘናትን፣ ብናፓልምን ብከቢድ ቦምባታት ብደብዳብ ከም ዘዕነዎ ብምብራህ፣ እዚ ድማ እቲ ስርዓት ንባሕሪ ከም ናይ ልምዓት ዕቤት መሳርሒ ዘይኮነ ከም ናይ ፖለቲካዊ ውጽኢትን ወተሃደራዊ ንብረትን ጥራይ ይሪኦ ከም ዝነበረ ዘርኢ ዓቢ መረጋገጺ'ዩ ኢላ። ወሲኻ ኢትዮጵያ ኣብ ሽሕን ትሽዓተ ሚእትን ቴስዓን ሓደን ካብ ኤርትራ ክትወጽእ እንከላ ብምኽንያት ህላወ ባሕሪ ዘጥረየቶ ቁጠባ ወይ ዝረኸበቶ ረብሓ ኣይነበረን። ብኣንጻሩ ምሉእ ብምሉእ ዝፈረሰ ቁጠባ፣ ዝተበታተነ ሰራዊት፣ ዝተቖራረጸ ናይ ደገ ርክባት፣ ዝደኸመ ሃገራዊ ህልውና ናይ ሒዛ ወጺኣ። እቲ ባሕሪ ነይሩና ዝብል ናይ ትምክሕቲ ዛንታ ኣብ ታሪኻዊ ድሕረ ባይታ ዝተረፈ ናይ ዕዳን ዕንዲዳን ታሪኽ ጥራይ እዩ ነይሩ። እምበኣር ካብዚ ናይ ሰላሳ ዓመታ ሽሕን ትሽዓተ ሚእትን ስሳን ክልተ ስካብ ሽሕን ትሽዓተ ሚእትን ቴስዓን ሓደን ታሪኻዊ ጭብቲ እንመሃሮ ዓቢ ትምህርቲ ኣሎ ብምባል ከኣ ሓደ መንግስቲ ወይ ሃገር ብዓመጽን ብምስፍሕፋሕን ናይ ካልእ ሃገር መሬትን ባሕርን ብምሓዝ ዝረኽቦ ራህዋን ምዕባለን የልቦን። ባሕሪ ምህላው ጥራይ ንባዕሉ ናይ ዕቤት መረጋገጺ እንተዝኸውን ነይሩ ኢትዮጵያ ኣብ መንጎ ሽሕን ትሽዓተ ሚእትን ስሳን ክልተን ሽሕን ትሽዓተ ሚእትን ቴስዓን ሓደን ምስ ዘለዋ ካልእ ገዚፍ ዘይተመዝመዘ ጸጋታት ተደሚሩ፣ ኣብ ኣፍሪቃ እታ ዝሃብተመት ሃገር ክትከውን ምተገብበ ነይሩ። እንተኾነ ግን፣ እቲ ሓቂ ብኣንጻሩ፣ እቲ እዋን እቲ ዝኸፍኤ ናይ ጥሜት፣ ዕዳን ውድቀትን ዘመን ኮይኑ ተመዝጊቡ ይርከብ። ኢትዮጵያ ዘይናታ ባሕሪ ሒዛትሉ ኣብ ዝነበረት እዋን ኣብ ዓለምና ሕላገት ድርቅን ጥሜትን ህልቂትን እያ ነይራ። እዚ ሕጂ ባሕሪ እንተዘይሃልዩና ክንዓቢ ኣይንኽእልን ዝብል ሃለውሳ እምበኣር፣ ነቲ ታሪኻዊ ውድቀት ዳግማይ ንምድጋም ዝግበር ዘሎ ናይ ተልሜዴን ፖለቲካዮ ድሕር ምባል፣ ኣብ ዓለምና ወደብ ኣልቦ ኮይነን ብሰላም ብጽቡቕ ግርቡትናን ብንግድን ኣዝየን ሃብታማት ዝኾና ሃገራት ኣለዋ። ኢትዮጵያ ዘድልያ ነገር እንተሃልዩ ምስ ጎረባብታ ኣብ ምክብባር ዝተመስረተ ሰላማዊ ርክብን ምጽጋን ውሽጣዊ ምሕደራን ሰላምን ጥራይ'ዩ። ባሕሪ ብዓመጽ ብምሓዝ ዝመጽእ ራህዋ ከምዘየለ ግን እቲ ናይ ሰላሳ ዓመት ታሪኽ ዝዓበየን ጭቡጥን ምስክር'ዩ ብምባል ጽሑፋ ደምዲማ።
ናይ ሎማዓንቲ መደብና እዚ ይመስል ነይሩ ኣብ ቐፃሊ ብሓዱሽ መደብ እስካዕ ንራኸብ ኣብዚ ዘለኹሞ ሰናይ ይምነየልኹም።